ጀፍሪ ኢፕስቴን ብልዕሊ 150 ነዋልድ ብጸታዊ ዓመጽ ዝተኸሰሰ ልዕሊ 170 ፍሉጣት ፖለቲከኛታት፣ ተዋሳእቲ፣ ሳይንቲስታት ዓለምና ምስ ንግዲ ጸታዊ ርክብ ኣብ መዝገብ ዝተጠቐሱ ልዕሊ 3 ሚልዮን ገጽ ዘለዎ ሰነድ ኢፕስቴን ንህዝቢ ተወዚዑ እዩ። ንምዃኑ እዚ ሰብ እዚ መን እዩ? ኣሕጽር ኣቢልና ክንድህስሶ ኢና። ሰላም ክቡራትን ክቡራንን ነዚ ቻነል ሓደሽቲ ዝኾንኩም ሳብስክራይብ ካልኦትኩም ድማ ላይክ ሼር ብምግባር ክሳብ መወዳእታ እዚ መደብ ሓቢርኩምና ከምትጸንሑ ብምትእምማን እዩ ናብ ታሪኽና ክንሰግር። 2026 Department of Justice release of Epstein related documents. ታሪኽና ዝጅምር ኣብ ሽሕን ትሽዓተ ሚእትን ሰብዓታት ኣብ ኒውዮርክ እዩ። ሓደ ጀፍሪ ኢፕስቴይን ዝተባህለ ኮለጅ ከይወድዕ ዝተረፈ ግን ድማ ብጣዕሚ በሊሕን ተንኮለኛ መንእሰይን ከም ዝነበረ ዝነግር እዩ። ብዘይ ድግሪ ኣብ ሓደ ደቂ ሃፋትም ዝመሃርሉ ቤት ትምህርቲ መምህር ሒሳብ ኮይኑ ተቖጺሩ፣ በቲ ዝተቖጸሮ ስራሕ ድማ ዕጉብ ከም ዘይነበረ እዩ ዝግለጽ። ምክንያቱ ባህጉ ምስ ሃፋትም ዓለምይን እዩ። ንተማሃሮ ኣመና ሓላይ ብምምሳል ኣብ ቀልቢ ብዙሓት ክኣቱ ጀሚሩ። ኣብ ውሽጢ ሒደት ዓመታት ድማ ካብ ተማሃሮኡ ሓንቲ ብፍቕሪ ኣጽሚድዋ። ኣብ ዊል ስትሬት ድማ ከም ገዝሚ ዓብዪ ቦታ ሒዙ፣ ምስቶም ሃፋትም ስድራቤት ኣብ ምምስጣር። ምስ ምስጢራዊ ብሌነር ሌስሊ ዌክስነር ምስ ተላለየ ስዒቡ ድማ ህይወቱ ብኡ ንብኡ ተቐይሩ። ብዘይ ዝኾነ ግልፂ ስራሕ ምንጪ ሃብቱ ናብ ብልዮናት ደዩ። ኤፒስተይን ሓደ ፍሉይ ተውህቦ ነበሮ፣ ሰባት ንዕኡ ክኣምኑ ምግባር። ኣብ ማንሃታን፣ ፓሪስ፣ ፍሎሪዳን ኒው መክሲኮን ዓበይቲ ገዛውቲ ገዚኡ። እቲ ዝገርም ግን ኣብቲ ኣባይቲ ንበይኑ ኣይነብርን። ከም ጊስሊን ማክስዌል፣ ጓል እቲ ዓብዪ ብሪጣንያዊ ሚድያ ሞጉል ሮበርት ማክስዌል ዝበላ ሰባት ተጠቒሙ ንዓለምና ዝመርሑ ሰባት ናብ መጻወዲኡ የእቱ ነበረ። መርመርቲ ከም ዝብልዎ ኢፕስቴይን ብላክሜይል ወይ ድማ ምፍርራሕ ከም መሳርሒ ይጥቀም ነይሩ። ኣብቲ ኣባይቲ ምስጢራዊ ካሜራታት ከም ዝነበሩን ነቶም ዓበይቲ ሰባት ዘሕፍር ምስልታት ብምቕራጽ ስልጣኖም ይቆጻጸሮ ከም ዝነበረ ይእመን። ኢፕስቴይን ኣብ ካሪብያን ባሕሪ ሓንቲ ብሕታዊት ደሴት ነይራቶ። እታ ደሴት ንዓለም ከም ገነት ትመስል፣ ንግዳያት ግን ሲኦል እያ። ሓንቲ ካብተን ቀንዲ ተቓለስቲ ግዳያት ኢፕስተይን ንኣዋልድ ብነፈርቱ እናጸዓነ ናብታ ደሴት ይወስደን ከም ዝነበረ ትገልጽ። ኣብኡ ድማ ንዓበይቲ ሰባት መዘናግዒ ክኾና ይግደዳ። እታ ደሴት ካብ ዓለም ዝተነጸለት ስለ ዝኾነት እተን ኣዋልድ ዝሃድማሉ ቦታ ኣይነበረን። እቲ ኣብ ልዕሊ እታ ደሴት ዝነበረ ምስጢራዊ ሰማያዊ ቤት መቕደስ ወይ ድማ መሐመስ ገንዳ ድማ ክሳብ ሎሚ ብዙሓት ግምታት ይወሃብሉ። እረ ገሊኦምስ መሳልል ናብ ትሕቲ መሬት ዝወስድ ቤት ማእሰርቲ ነይርዎ ይብሉ። ኤፒስቴይን ንዓመታት ብገንዘቡ ፍትሒ እናዓደገ ጸኒሑ ኣብ 2008 ግና ንመጀመርያ ግዜ ብገበን ጾታዊ ዓመጽ ክኽሰስ ጀሚሩ። ምስጢራዊ ስምምዕ ምስ ዓቃቢ ሕጊ ብምግባር ካብ ቤት ማእሰርቲ እናወጸ ክሰርሕ ተፈቒዱሉ። ነገር ግን ሓደ ጁሊ ሪችማንድ ዝተባህለ ጋዜጠኛ ዘሚያሚ ሄራልድ ነቲ ምስጢር ከቃልዖ ጀሚሩ። ንዓመታት ዝተዓፈኑ ድምጽታት ናብ ዓለም ኣውጽዎም። ኣብ ሓምለ 2019 ኢፕስተይን ኣብ ፈረንሳይ ናብ ኣሜሪካ ክምለስ ከሎ ኣብ መዕርፎ ነፈርቲ ብፌደራል ፖሊስ ኣሜሪካ ተታሒዙ። ሽዑ ዓለም ምሉእ ተናዊጻ። መን እዩ ቀጺሉ ስሙ ዝጽዋዕ ዝብል ፍርሒ ኣብ ዋይት ሃውስን ቤተ መንግስቲ ዓዲ እንግሊዝን ሰፊኑ። ዝርዝር ሰነዳት ኢፕስቴን ልዕሊ 3 ሚልዮን ገጽ ዘለዎ ኮይኑ ኣብ ጥሪ 2024 እዩ ብትእዛዝ ቤት ፍርዲ ንህዝቢ ዕላዊ ክኾን ተወሲኑ። ገሊኦም ብጾታዊ ርክብ ዝተኸሰሱ እዮም። ገሊኦም ድማ ስማቶም ኣብቲ ናይ በረራ ሰነዳት ጥራሕ ስለ ዝተረኸበ ወይ ድማ ኣብቲ ዝርዝር ስለ ዝተጠቐሰ እዩ። እቶም ዝያዳ ኣዘራረብቲ ዝኾኑ ዓበይቲ ሰባት ናይ ዝተወሰኑ ክንርኢ። ልኡል ኣንድሪው ልኡል ኣንድሪው ቤተሰባዊ ንጉሳዊ ቤተሰብ ዓዲ እንግሊዝ ኮይኑ ናይ ቀረባ ዓርኪ ኢፕስቴን ነይሩ። ብዙሕ ግዜ ኣብቲ ናይ ኢፕስቴን ኣባይቲ ተራእዩ። ቨርጂንያ ጂፍሪ እትበሃል ጓል 17 ዓመት ከላ ኢፕስቴን ኣገልግልዮ ኢሉ ከም ዝሃባ ንሰለስተ ግዜ ምስኣ ጾታዊ ርክብ ከም ዝገበረን ከሲሳቶ። ልኡል ኣንድሩ ካብ ኩሉ ወታደራዊ ማዕርጋቱን ንጉሳዊ ስራሕቱን ተኣጊዱ። ኣብ መወዳእታ ምስታ ግዳይ ብሚልዮናት ዝቑጸር ዶላር ከፊሉ ብስምምዕነት ክዓርፍ ተገዲዱ። ቢል ክሊንተን ነበር ፕረዚደንት ኣሜሪካ ብመሰረት ናይ በረራ ሰነዳት ክሊንተን ተነኣሰ 26 ግዜ ኣብታ ናይ ኢፕስቴን ብሕታዊት ነፋሪት ተሳፊሩ ተጓዒዙ እዩ። ክሊንተን ብዛዕባ ገበናት ኢፕስቴን ምንም ዝፈልጦ ነገር የብለይን ይበል እምበር ግዳያት ግን ኣብታ ደሴት ኣብ ናይ ኒውዮርክ ቤቱን ከም ዝረእዎ ይምስክሩ። ሓንቲ ግዳይ ክሊንተን ኣብታ ደሴት ምስ ክልተ መናእሰይ ወይ ድማ ትሕቲ ዕድመ ዋልድ ከም ዝነበረ ትገልጽ። ዶናልድ ትራምፕ ኣብ 1990ታት ንኤፕስቴን ብጣዕሚ ሓሪፍ ሰብ ኢሉ ገሊጽዎ ነይሩ። ኤፕስቴን ኣብቲ ናይ ትራምፕ ክለብ ዓሚል ነይሩ። ትራምፕ ምስ ኤፕስቴን ተባኢሶም ርክቦም ከም ዘቋረጸ ይግለጽ። ይኹን እምበር ገለገለ ግዳያት ኣብቲ ናይ ትራምፕ ፓርትታት ከም ዝተመልመላ ይገልጻ። ንትራምፕ ብቐጥታ ዝኸሰሶ ግዳይ ግን ክሳብ ሎሚ የለን። መበል ራብዓይ ቢል ጌትስ ቢል ጌትስ መስራቲ ማይክሮሶፍት ኮይኑ ኢፕስቴን ካብ ቤት ማእሰርቲ ምስ ወፀ ድሕሪ 2008 ምስኡ ርክብ ከም ዝነበሮ እዩ ተገሊጹ። እዚ ምስ ኢፕስቴን ዝነበሮ ርክብ ሓደ ካብቲ ንሱ ምስ በዓል ቤቱ ሚሊንዳ ክፋታሕ ዝገበረ ምኽንያት ምዃኑ እውን ይንገር። ቢል ጌትስ ምስኡ ምዝርራበይ ዓብዪ ጌጋ ነይሩ። ኢሉ ኣሚኑ እዩ። ጊስሊን ማክስዌል እታ ቀንዲ ተሓባባሪት ንሳ ጥራሕ እያ ዛጊድ ብኸቢድ ዝተቐጽዐ። ንኢፕስቴይን ኣዋልድ ብምምልማልን ብምቕራብን ትሕግዞ ነይራ። ኣብ 2021 ብገበን ምስግጋር ደቂ ሰባትን ጾታዊ ዓመጽን ተኸሲሳ 20 ዓመት ተፈሪድዋ ማእሰርታ ትፍጽመላ። ሃብቲ ኢፕስቴይን ምስ ሞተ 580 ሚልዮን ዶላር ሃብቲ ነይርዎ። እቲ ናይ ኢፕስቴን ትካል ንግዳያት ልዕሊ 125 ሚልዮን ዶላር ካሕሳ ከፊሉ ኣሎ። ኣብ ነሓሰ 12/2019 ጀፍሪ ኢፕስቴን ኣብቲ ብጥንቃቐ ዝሕሎ ቤት ማእሰርቲ ኒውዮርክ ሞይቱ ከም ዝተረኽበ እዩ ዝንገር። ዜናታት ዓርሰ ቅትለት ተባሂሉ ደኣ ይሰራሕሉ እምበር ሰባት ግን ኣይኣመኑ። ናይ ድሕንነት ካሜራታት እውን ተባላሽየን ተባሂሉ። ዝቐረበ ናይ ቪድዮ መረዳእታ እውን ኣይነበረን። ስለምንታይ እተን ካሜራታት ኣብታ ለይቲ ተባላሽየን ዝብል ሕቶታት የለን። ኢፕስተይን ምስ ሞተ ብዙሓት ምስጢራት ሒዙ ተቐቢሩ፣ ግን ድማ እቲ ናይ ኢፕስተይን ዝርዝር ወይ ድማ ዘ ኢፕስተይን ሊስት ዝተባህለ ሰነዳት ክሳብ ሎሚ ስማት ዓበይቲ ሰባት እናጋለጸ ይርከብ። ጀፍሪ ኤፕስተይን ብሓቂ ሞይቱ ክኸውን ይኽእል እዩ፣ ግን እቲ ንዕኡ ዝፈጠረ ስርዓት እታ ሃብታማት ልዕሊ ሕጊ ዝኾኑላ ዓለም ግን ገና ኣይጠፍአትን። እዚ ታሪኽ እዚ መዘኻኸሪ እዩ። ሓቂ ክሳብ ክንደይ ምስጢራዊት ክትከውን ከም እትኽእል እውን መርኣዪ እዩ። እምበኣርከስ ንሎሚ ዝነበረና መደብ ኣብዚ ኢና ክንክብል። ኣብ ቀጻሊ መደባት ክሳብ እንራኸብ ሰሰናይ ንዓኹም እብለኩም። እምበኣርከስ ንሎሚ ዝነበረና መደባት ኣብዚ ኢና ክንክብጥ ካብ ዝተፈላለዩ መረባባት ሓበሬታ ነዚ ምድላው ኣወሃሂደ ዘቕረብክልኩም ምሕረት ኣበረያ እየ ኣብ ቀጻሊ መደባት ክሳብ ንራኸብ ሰሰናይ ንዓኹም